ናጽነት ዝሓተታ እዚ ናጽነት እዚ ቃልሲ ብቐንዱ መነባብሮ ህዝብና ክቕየር ኣለዎ ክንብል ከልናስ መነባብሮ ናይ ኣዴታትናን ኣንስትናን ኣዋልድናን ክቕየር ኣለዎ ኢና ንብል ዘለና ዝኾነ ሰብ ከስተውዕል ኣለዎ ኣዋልድናሲ ወይ ኣዴታትና ኣብ ምእዲ ዝሓርሳሉ ኣብ መገዲ ዝሓርሳሉ ኣብ ሕርሲ ዝሞታሉ ዝሳቀያሉ ግዜስ ከብቅዕ ክኽእል ኣለዎ ናይ ጓንሰይቲ ነፃነት ስቂልካ ፋሉግ ክትከውን ባቃ ስቂላ ከም ሰብኣይ ክትከውን ገለ እሱ ነፃነት ኣይኮነን ከይትጋጊ ነፃነት ዋላ እዚኤን ኩለን ናይ ጓንሰይቲ ነፃነሲ ንክትመሃር ግቡእ ሳይንስ ድዩ ዶክተር ክትከውን ፓይለት ክትከውን ኢንጂኒየር ክትከውን ገለ ክትከውን ኣዴታታ መሲላ ገለ ወዲ ሰብኣይ ከይመሰለስ ጓንሰይቲ መሲላ ድላያ ክትከውን ትኽእል እያ ንክኦም ዘግብራ ከዓ ትምህርቲ ጥዑይ ትምህርቲ እዩ ባቃ ስረ ጌራ መዓኮራ ኣውጺኣ ከብዳ ኣውጺኣ ገለ ኮይና እሱ ነጻነት ኣይኮነን ኣብኡ ክብረት የለን ዝኾነ ወዲ በብተራ ክላገጸላ ክብረት ኣይኮነን ንሱ ጓንሰይቲ ተማሂራ ዶክተር ክትኸውን ኢንጂነር ክትኸውን ጥራይ ዘይኮነሲ ኣብ ጽሩይ ገዛ ክትውለድ ኣብ ጽሩይ ዓራት ክትድቅስ ኣብ መዓልቲ ክልተ ግዜ ነብሳ ክትሕጸብ ኩሉ ነገር ክትረክ እሱ እዩ ናይ ጓንሰይቲ ክብረት እሱ እዩ ከዓ ነፃነት ነፃነት ቁጠባ እዩ ነፃነት ገንዘብ እዩ ደንቆሮ ኮይና ኣመንዝራ ክትኸውን ወይ ዝኾነ ሰብ ክፃወተልና ነፃነት ኣይኮነን እዚ ምንቅስቃስ ኸዓ በቃ ንጓንሰይቲስ ክብረት ንኸምፅ እዩ ብቐንዱ ነዋልድና ኢና ክብረት ከነምፅያ ምክንያቱ ኣዋልድናን ኣንስትናን ደቅና እንተዘይከቢረን ንሕና ክንከብር ኣይንኽእልን ኢና ብዘየወንና ቤተሰብ ክንፈጥር ኣይንኽእልና ቤተሰብ እዩ ዓንዲ ናይቲ ሕብረተሰብ ስለዚስ ንሕና ኣብቲ ናይ ሕጊ እንዳባ ኢና ክንምለስ ደሊና እቲ ሕጊ እንዳባ ግን ኣብ ህድሞ ተመለሳ ንዕነ ብዕንጨይቲ ብኩቦ ጎዳ ኮሚ ይኮነ በቃ ኣብ ዝበለፀ ገዛ ኣብ ዝበለፀ መነባብሮ ከተማታት ክኣትዋ ኣለዎ ደቂ እንስሳ እዚ ገጠር ዝበሃል ነገር እዚ ክጠፍእ ኣለዎ ዝኾነ ትግርኛ ኮንሰይሲ ኣብ ፃህያይ ድዩ ዓርፂ ድዩ ዝበሃል ናብራስ ክትኣቱ የብላ በቃ ክትመሃር ኣለዋ ተማሂራ ኣብ ዝኾነ ይኹን እዋን ገለ ኮይና ከ እብለኩም ዘለኹ ከምዚ ናይ ኣውሮጳ ናይ ኣሜሪካ ስጋብ ጓል ኣርብዓ ዓመት ክትመሃር ትኣርግ ሽዑ ፍቐዶ እንዳ ክንደይ ሓኪም ከይዳ ንክትጠንስ ገለ ዘይኮነሲ እቲ ትምህርትስ በቃ ጓል 18 ዓመት ዲ 19 ዓመት ከም ትምርዖ ኮይና እንዳወለደት ድዩ እንዳዘለ ድላ እንዳገበረት ካብ ትምህርቲ ድዩ ካብ ስራሕ ዘየቋርጽ እንተኣ ሽሙ ክህልዎ ኣለዎ። ካብቲ ናህና ፕሮግራም ክኣቱ ዝኾነ ሰብ ኣትዩ ስለ ዘየንብቦ እምበረይ መዋእለ ህጻናት ንሕና ኣብ ፈረንሳይ ካብ ክልተ ወርሒ ዝጅምር መዋእለ ህጻናት ኣብ ናህና ፕሮግራም መዋእለ ህጻናት ኖ ኖ ኣብ ናይ ፈረንሳይ ዝተሓተ ናይ ፈረንሳይ ክልተ ወርሕን ፈርቓን እዩ ዝጅምር ክልተ ወርሕን ፈረቓን እዩ ዝጅምር ናይ ፈረንሳይ መዋእለ ህጻናት ቆልዓ ምኻድ ዝጅምር ኣብ ናህና ክልተ ወርሒ ድሕሪ ክልተ ወርሕስ ውላዳ ኣብቲ መዋእለ ህጻናት ጥቓ ገዛውቲ ክህልዋይ ኣብኡ እንታይ ክትገብሮ ትኽእል እያ ጸባ ናተ ቀሪባ ክትቅርበሉ ትኽእል ሓሊባ ወይ ጸባ ምግቢ ናይ ቆልዑ ተዳሊብሉ እንታይ ከይዳ ኣሎ ሽዑ ንሳ ምስ ሓረሰት ዓመት ሙሉ ደሞዛ መንግስቲ ኮፍ ኢላ እንተደልያ ምስ ቆልዓ ተደልያ ኮርስ ትወስድ ተደልያ ክትሰርሕ ናታ ፕሮሞሽን ክትገብር ተደልያ እንታይ ኣለዋ መሰል ኣለዋ ስለዚ መንግስቲ ካብ ወዲ ሓደ ወዲ ክልተ ወርሒ ቆልዓ ዝገብረላ ትኾንስ ስለ ዝሓረሰት ስለ ዝጠነሰት ካብ ትተርፎ ነገር የላ ካብ ትምህርቲ ትተርፍ ካብ ስራሕ ይተርፍ ካብ ጅማ ይትተርፍ ካብ ዝኾነ ይኹን ትተርፎ የላ ቅድም ንቀዳድም እቲ ሕብረተሰብ ናህና ንዑ ኣብቲ ሕጊ እንዳባ ብሸውዓተ ዓንቀጻት ኣሎ ካብዚ ሕጂ ናይ ህግደፍ ዘሎ ሕጊ ናይ መሰል ደቂ ኣንስትዮ ዝለዓለ መሰል ነይርዋ ሸውዓተ ወለዲ ዝኾነት ጓንሰይቲ ብቲ ሕጊ እንዳባ ዝኾነ ነገር ገብራ ይብላ ምክንያቱ ስድራ ቤት ኣለዋ ዓዲ ኣለዋ ወገን ኣለዋ ሕጂ ዋልና ዓዲ የብለን ወገን የብለን ገለ የብለን ዝኾነ ነገር እንታይ ትሪፎን ጥረሐን ይትርፎን ነፃነት የብለን ደቂ ኣንስትዮና ኣብ ባርነት እየን ኣትየን ኣብ ውሽጢ ኤርትራ ድዩ ዋላ ኣብ ደገ ድዩ እዚ በዚ ስርዓት እዚ በዚ ዘሎ ኤርትራውነት ዝበሃል ኣተሓሳስባ ዋላ እዚ ናይ ክንዛረቦ ዘለና ከም ናይ ጴንጤ ቀንዲ ግዳይ ደቂ ኣንስትዮና እዩ። ስለዚስ እዚ ናይ ደቂ ኣንስትዮ ጉዳይ ንሕና እንታይ ኢና ክንገብሮ? እቲ ናይ ብሓቂ ነጻነት እዩ ክመጸን ከሎ። ደቂ ኣንስትዮናስ ናይ ብሓቂ ሓጺር ስረ ጌርካ መዓኮርካ ምርኣይ፣ ስለፍካ ምርኣይ ነጻነት ኣይኮነን። ነጻነት ገንዘብ እዩ። ኢንጂኔር ኮይና ማዕረ ሰብኣይ ወይ ጠበቓ ኮይና ወይ ዶክተር ኮይና ቆልዑታ ኮላስ ባቃ ኳል ኣርባዓ ድዩ ኳል ኣርባዓን ሓሙሽተን ኮይናስ መርዓ ደቃ ትርእየሉ ደቂ ደቃ ተንብረሉ ኣብ ፅሩይ ገዛ ኣብ ፅሩይ መናብሮ ኩሉ ትገብረሉስ እሱ እዩ እዚ ብቐንዱስ ንቤተሰብ ምህናፅ ናይ ቤተሰብ ማእከል ከዓ ጓል ኣንስተይቲ እያ ብዘይ ጓል ኣንስተይቲ ዝኾነ ነገር የለን ኣብዚ ማሕበር ከዓ በቃ ዝኾነት መፅያ ክትሳተፍ ትኽእል እያ ድላያ ክትገብር ትኽእል እያ ካብ ዝኾነ ይኹን ነገር ዝኽልክላ ነገር የለን ኩሉ ነገር ትገብሮ ከኣስ ንሳ ንሳ ኮይና ትግበሮ ከም ጓል ኣንስተይቲ ኮይና ወዲ ክትመስል ካልእ ክትመስል የብላን ነብሳ ትምሰል ነብሳ መሲላ ግን ዝኽልከላ የላን ኣደይ በቃ ትቁነን ኩሉ ነገር ሸውዓተ ቆምሽቲ ድዩ ሽፈን ድዩ ገለ ገይራ ትኸይድ ነይራ ከምኡ ኮይና ግን ከመደይ ገይረ ዝፈትዎ ከመደይ ገይረ ዘኽብሮ የለን ዋላ እተን ተጋደ ዝብላ ዋላ እቲ ምስ ወታደራዊ ኮይኑ ሓፂር ስረ ግበራ እምበር ክዋጋኣ ከለዋ ገለ ክብላ ዕልል እንዳበላ እየን ተዋጊ ከም ኣዴታተን እየን ኮይነን ነቢረን ከምዚ ሕጂ ዝንገር ገለገለ ኣይኮናን ስለዚስ ብከምኡ ተረድእየ ክብላ ኤደን ክባል ነፃነት የቀንየልና